ሰላም ጥዕና ይሃበለይ ክቡራትን ፍትዋትን ተኸታተልቲ መደብ ሳባውያን ታይምስ ሎሚ እውን ከምቲ ልሙድ ነዚ ዕለት ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፂና ኣለና ንሰናይ ምክትታልኩም ንዕድም ፈለማ ቀንዲ ቀንዲ ነጥብታቶም ናባኹም ክነብል ፕሬዚደንት ኢሳያስ ኣፈወርቂ ንሓሙሽተ መዓልቲ ዝፀንሕ መገሻ ናብ ግብፂ

ሕጽር ዝበለ ምላሽ ተዋሂብዎ ኣሎ። ተወሳኺ ዝርዝር ሓበሬታ ክህልወና እዩ። ኣብ ከተማታት መቐለን ዓዲግራትን ናይ ኤርትራ ቅርሺ ከም ዝኾነ ዝንገረሉ ናቕፋ ከም ዝተረኸበ እንዳተገለጸ ይርከብ። ምስዚ ኣታሒዙ ዝተውሃበ ኣዘራራቢ ርእይቶ ብሰፊሑ ናባኹም ክነብር ኢና። ፕሬዚደንት ዶናልድ ጄ ትራምፕ ንዓለም ዘሰንበደ ትእዛዝ ምሃቦም እንዳተጠቐሰ ይርከብ። ተወሳኺ ዝርዝር ሓበሬታ ዝህልዎ ዕለታዊ ምድላውና እዩ። ክቡራትን ፍትዋትን ተኸታተልትና ላይክ ኮሜንት ሽር ሰብስክራይብ ምግባር ኣይትዘንግዑ በብዘለኹሞ ሰናይ ጻንሒት ፕሬዝደንት ኣሜሪካ ንዓለም ዘሻቐለ ትእዛዝ ከም ዝሃቡ ተገሊጹ። ፕሬዚደንት ኣሜሪካ ዶናልድ ጄ ትራምፕ ሃገሮም ኣሜሪካ ድሕሪ 30 ዓመት ንፈለማ እዋን ናይ ኒኩለር ኣፅዋር ፈተነ ክትገብር ትእዛዝ ከም ዝሃቡ ተገሊጹ ኣሎ። እቶም ፕሬዚደንት ነዚ ዝበሉ ኩለን ሃገራት ፈተነ እንተካይዳ ኣሕና ሱቕ እንብለሉ ምክንያት የለን ክብል ጠቒሶም ኣለዉ። ፕሬዚደንት ኣሜሪካ ዶናልድ ጄ ትራምፕ ድሕሪ 30 ዓመት ነዚ ውሳነ እዚ ምሕላፎም ድማ ንዓለምና ናብ ካሊእ ስጋት ዘጥሓለ ከም ዝኾነ እንዳተጠቐሰ ይርከብ። ብካሊእ ወገን ግን ቻይናን ሩስያን ዝሃንጾ ዘለዋ ወተሃደራዊ ዓቕሚ በዚ ናይ ኒኩለራዊ ኣጽዋር ፈተነ ዳግም ንምፍርራሕ ዝዓለመ ክኸውን ከም ዝኽእል ዝጠቕሱ ኣካላት እውን ብዙሓት እዮም። ኣብ ዓለምና ብዘለዋ ኒኩለራዊ ዓቕሚ ኣብ ቅድሚት እትፅራሕ ኣሜሪካ ሩስያ ብቐረባ ትኸተላ እያ። ይኹን እምበር ቻይና ኣዝዩ ርሕቕ ብዝበለ ዓቕሚ ኒኩለራዊ ኣፅዋር ኣብ ሳልሳይ ደረጃ ተቐሚጣ እያ። ኣሜሪካ ቅድሚ 33 ዓመት ኣብ 1992 ብኣቆፃፅራ ምዕራባውያን ፈተነ ኒኩሌራዊ ኣጽዋር ኣካይዳ ምንባራ ዝዝከር እንትኸውን እዚ ድሕሪ ሰላሳን ሰለስተን ዓመት ዝግበር ኒኩሌራዊ ፈተነ ንጸጥታ ዓለምና ካሊእ ስግኣት እንዳተብሃለሉ ይርከብ። ቅድሚ ሒደት መዓልታት ሩስያ ብኒኩሌራዊ ሓይሊ ዝሰርሕ ሚሳኤል ፈቲና ምንባራ ዝዝከር እንትኸውን ነዚ ፈተነ እዚ ምክያዳ ስዒቡ ፕሬዚደንት ዶናልድ ጄ ትራምፕ ከቢድ ቁጥዐ ኣስሚዖም ነይሮም። ይኹን እምበር ነዚ ቁጥዐ እዚ ድሕሪ ምስምዖም ኣብ ዝተወሰኑ መዓልታት ሃገሮም ድሕሪ ሰላሳን ሰለስተን ዓመት ኒኩለራዊ ኣጽዋር ናብ ፈተነ ክቐርብ ምእዛዞም ኣገሪሙ ኣሎ። ኣብ ከተማታት መቐለን ዓድግራትን ናቕፋ ኣብ ስራሕ ይውዕሎ ክብል ኣይተገብሩ ኣስራት ጠቒሱ ኣይተገብሩ ኣስራት ኣብ ዋናዊ ኩነታት ትግራይ ኣድሂቡ ኣብ ዘርግሑ ስፍሕ ዝበለ ሓበሬታ ኣብ መንጎ ኤርትራን ትግራይን ዝካየድ ዘሎ ፅምዶ ኢትዮጵያ ንምፍራስ እዩ ክብል ኣዝዩ ዘገርም ርእቶ ክህብ ተራእዩሎ ብፍላይ ኣንጻር መሪሕነት ህወሓት ከቢድ ዝተባሃለ ቂም ከም ዝቋፀረ ዝነገረሉ ኣይተገብሩ ኣስራት ኣንጻር ኤርትራ እውን ተመሳሳሊ ቂምን ጽልእን ከም ዝሓዘለ እዩ ዝንገረሉ። እዚ ኣብ መንጎ ክልተ ቂመኛታቱ ዝፍጠር ዘሎ ጽምዶ ድማ ብዝገርም መልክዑ ንኢትዮጵያ ንምፍራስ ዝዓለመ እዩ ክብል ኣዘራራቢ ዝተብሃለሉ ርእይቶ ክህብ ተራእዩሎም። ኣይተገብሩ ኣስራቱ ወሲኹ ኣብ ከተማታት መቐለን ዓዲግራትን ናይ ኤርትራ ባጤራ ዝኾነ ናቕፋ ኣብ ዕዳጋ ይውዕሎ ክብል ጠቒሱሎ እዚ ድማ ኤርትራ ክንደየናይ ኣብ ማእኸል ትግራይ ትንቀሳቐስ ከም ዘሎ ዘመላኽት እዩ ክብል ወሲኹ ጠቒሱሎ ኣብ መንጎ ኤርትራን ትግራይን ዝተጀመረ ጽምዶ ብርሕቐት ዝዝውሮ ዘሎ ኣቦይ ስብሓት እዩ ክብል ዝገልጽ ኣይተገብሮ ኣስራት ኣቦይ ስብሓት ካብ ቀደም ጀሚሮም ምስ ኤርትራ ፍልይ ዝበለ ርክብ ነይርዎም ክብል ጠቒሱሎ ብፍላይ ኣብ እዋን ኩናት ኢትዮ ኤርትራ መራሕቲ ኤርትራ ናብ ኣቦይ ስብሓት ነጋ ብስልኪ ይድውሉ ነይሮም፣ ሰፈሕቲ ርክባት እውን የካይዱ ነይሮም ክብል ክጠቅስ ተራእዩ ኣሎ። እዚ ርክብ ግን ኣብ ምንታይ ጉዳይ ከም ዝነበረ ኣይተ ገብሩ ኣስራት ካብ ምዝርዛር ወይ ከዓ ካብ ምጥቃስ ተቆጢቡ ኣሎ። ይኹን እምበር ኣብ ኩናት ዝነበሩ ክልተ ሓይልታት ነንሕድሕዶም ንሞት እንትዳለዩ ብስልኪ ዝደዋውሉሉ ምክንያት ከነፅር ዘይተረኣየ ኣይተ ገብሩ ኣስራት እዚ ርእይትኡ ካብ ቂምን ፅልእን ዝተበገሰ ክኸውን ከም ዝኽእል ዝጠቕሱ ኣካላት ብዙሓት እዮም። ኣይተ ገብሩ ኣስራት ካብ ቀረባ እዋን ጀሚሩ መሪሕነት ውድብ ህወሓት ተኸፋፊሉ ፅምዶ ኢትዮ ኤርትራ ተጀሚሩ ኤርትራ ኣንጻር ኢትዮጵያ ብተመሳሳሊ ንኢትዮጵያ ኣንጻር ትግራይ ናብ ኩናት ክኣትዉ እዮም ካብ ዝበሃል ግዘ ጀሚሩ ናብ ሚድያታት ቀልቀል ብምባል ነቲ ወጥሪ ኣብ ምጉሃር ተዋፊሩ ይርከብ።

ናብ ዘተ ኣይንቕመጥን ክብል ንኣራት ኪሎ ኣብ ቀረባ ኣፍንጮ ኮይኑ ምላሽ ክህቦ ተራእዩ ነይሩ እዩ። ፕሬዚደንት ኢሳያስ ኣፈወርቂ ንሓሙሽተ መዓልቲ ኣብ ዝጸንሕ መገሻ ናብ ካይሮ ጉዕዞ ምጅማሮም ተገሊጹ። ፕሬዚደንት ኢሳያስ ኣፈወርቂ ኣብዚ ሕዚ እዋን ናብ ካይሮ ዝገብርዎ ዘሎ መገሻ ድማ ነቲ ኣብ ዞባ ቀርኒ ኣፍሪካ ዝረአ ዘሎ ሓደሽቲ ምዕባለታት ኣጓሃይሮ እንዳተብሃለሉ ይርከብ። ፕሬዚደንት ኢሳያስ ኣፈወርቂ ኣብዚ ሕዚ እዋን ኣብ ጽዑቕ ዲፕሎማሲያዊ ርክባት ተጸሚዶም ዝርከቡ እንትኾኑ ንንውሕ መዓልትታት ኣብ ዝጸንሕ መገሻኦም ምስ ፕሬዚደንት ግብፂ ኣብዱልፈታህ ኣልሲሲ ብዕምቀት ክዝትዩ ከም ዝኽእሉ ተጠቒሱ ኣሎ። ኣብ ጉዳይ ዞባ ቀርኒ ኣፍሪካ ብፍላይ ድማ ኣብ ሱዳን ኣብ ዝካየድ ዘሎ ኩናት ኣመልኪቶም ኣዝዩ ብዕምቀት ክመኽሩ ከም ዝኾኑ ዝተነገረሎም ክልቲኦም መራሕቲ ጉዳይ ኢትዮጵያ ግን ብዝተፈለየ መልክዑ ክመኽርሉ ከም ዝኽእሉ ተጠቒሱሎም ምስ ማያዊ ጉዳያት ተታሒዙ ክልቲኦም ሃገራት ኣንጻር ኢትዮጵያ ኣብ ከቢድ ውጥጥ ከም ዝኣተው እዩ ዝንገረሎም። ግብፂ ምስ ሩባ ኣባይ ተታሒዙ፣ ኤርትራ ድማ ምስ ቀይሕ ባሕሪ ተታሒዙ ምስ ኣራት ኪሎ ኣብ ከቢድ ወጥሪ ከም ዘሎ ዝፍለጥ እንትኸውን እዚ ሓደገኛ ናይ ሓባር ፀላኢ ንምውጋድ ድማ ክልቲኦም ወገናት ናብ ፅምዶ ካብ ዝኣትው ጸኒሖም እዮም። ብርግጽ ክልቲኦም ወገናት ምስ ሶማሌ ተደሚሮም ናይ ሓባር ስምምዕነት ፈሪሞም ዋላ እኳ እንተነበሩ ብምክንያት ኢድ ኣታውነት ቱርኪ ሶማሌ ካብ ሰለስቲኣዊ ፅምዶ ክትወፅ ክኢላ እያ። ይኹን እምበር ሱዳን ብጀነራል ዓብዱልፈታህ ኣልቡርሃን እንዳተመርሐት ንሶማሌ ተኪያ ኣብ ሰለስቲኣዊ ፅምዶ ከም ዝኣተወት እንዳተገለፀ ይርከብ። ኤርትራ ምስ ጎረባብቲ ሃገራት ካብ ዝፈጠረቶ ፅምዶ ብተወሳኺ ኣብ ውሽጢ ኢትዮጵያ ኣንጻር ስርዓት ብልጽግና ምስ ዝቃለሱ ሓይልታት ጽምዶኣ ኣጠናኺራ ቀጺላ እያ። ምስ ትግራይን ፋኖን ድማ ዝጥቀስ እንትኸውን ምስ ሰራዊት ሓርነት ኦሮሞ ተመሳሳሊ ርክብ ከም ዘለዋ ይንገረላ። ፕሬዚደንት ኢሳያስ ኣፈወርቂ ኣብ ግብፂ ምስ ዝህለዎም ፃንሒት ተተሓሒዙ ኣብ ቀፃሊ ሓደሽቲ ምዕባለታት ክህሉ ከም ዝኾኑ ተጠቒሱሎም።